ሰላም ሰላም ዝኸበርኩም ተኸታተልቲ ልቢ ወለድ ዛንታ ነገስቲ ቅንያትኩም ሰላም ዝዓሰሉ ነይሩ ክኸው እንዳተተስፈኹ ናብ ናይ ሎሚ ዝቕፅል ክፋል ከብለኩም ኣንባቢት ሳሊና ሓጎስ
ንግስቲ ሰላሳን ሸውዓተን ክፋል። እታ ብኮላይዶስኮፕ ኣብ ብላክ ሊስት ዝኣተወት ሰብ ዓማ እንተትኸውን ንዝተላኸፋ ብዘይ ዝኾነ ንሕዝያ ማዕጾ ከም ተርእዮ ንኸተርኢ ንኣማ ብዘይ ተወሳኺ ምኽንያት መባረረታ ነይራ። ዝኾነ ድንጋጸ ኣይምተራእያን። ስለዚ ኣሞ ንኽትሕግዛ ዝኾነ ምኽንያት የብላን። ሕጂ ክትገብሮ ትኽእል ኣብ ሓዘን ምጥሓል ጥራሕ እዩ። ማዕረ ክንድዚ ወዲቐ ክንድዚ ዝኣክል ማህሰይቲ ንኽወርደኒ ትጽቢት ዝበሃል ኣይነበረንን። ካብ ቤት ጽሕፈት ኣቤና ወጽያ ናብ ባር ኣምረሐት። ሚያ ኣብታ ምሸት ክሳብ ጢኖ ትስራሕ ሰተየት። ገለ ኣብቲ ባር ዝሰትዩ ዝነበሩ ሰብኡት እውን ምስኦም ንኸሕድርዋ ዕድመታት ኣቕረቡላ። ሓደ ካብኦም ኣእሚኑ ናብ ገዝኡ ንክወስዳ እናተቓረበ ናታን መጺኡ ካብ መደቡ ኮለፎ። እንተዘይኮይኑ ምናልባት እዛ ለይቲ ልዕሊ ብላክ ሊስት እታ ዝኸፈአት ለይቲ ምኾነት ነይራ። ሚያ ጽባሕ ንኢንግላንድ ክትከዲ ኢኺ። ናታን ካብቲ ባር ደጊፉ እናወሰዳ ተዛረበ። ኣየር ቲኬት ገዚኣልኩ ኣለኹ። ንስኻ እውን ካብ ጥቓኻ ክስወረልካ ደሊኻ ከም ናይ ሕርቃን ዝመስል ትንፋስ እናተንፈሰት ብኳሌትኡ ስሒባ ሚዛን ነብሳ ማዕሪኡ ኣመዓራረየቶ። ከይልክ መካፈርያኻ ሓቂ ይቕሬታ ንጽባሕ ክጥምት ተገዲደ ኣለኹ ካምፓኒና ካብ ስራሕኺ ከም ዝተኣለኺ ጽባሕ ወግዓዊ ክገብርዎ እዮም ሚያ ደፊኣ ኣርሓቐቶ ንነብስኻ ከም ሓያል ሰብ ጌርካ የተተዓባብያ ብዛዕባ ጽባሕ ትፈልጦ የብልካን ኩሉ ሰብ ጨካን ምዃኑ እዩ ዝዛረብ እንተ ንስኻ ናታን ግን ዝኸፋኻ ሰብ ኢኻ ንኣብ ከባቢኻ ዘለዉ ሰባት ንኽትጥቀመሎም ኢኻ ትቐርቦም ገለ ነገር ምስ ዘጋጥሞም ከም ዘይትፈልጦም ሕቖኻ ትህቦም ኣይትግደሰሎምን ግሎባል ንዓይ ኣባሪራ ናብ ንቡር ስራሓ ትምለስ ኮይኑ ይስማዓካ ኣሎ ሓደ ነገር ክትፈልጦ ዘለካ ኮላይዶስኮፕ ንዓይ ብላክ ሊስት ገይሮም ማለት ግሎባል እውን ብተዘዋዋሪ ኣብ ብላክ ሊስት ኣትያ እያ ዘላ ካብዚ ንሓንቲ ዝረብሐት ሰብ ኣማ ጥራሕ እያ መኸም ኣቐዲመ ክፈልጠካ ነይሩኒ ኣማ ንዓማታት ምሳኻ ነይራ ከምዛ ናተይ ጌርካ ኢኻ ኣርሒቕካያ ንዓይ ከም ሓብትኻ መጠን ፍሉይ ኣተሓሕዛ ትሕዘኒ ዝመስለኒ ነይሩካ እንተኾነ ኣብ ቅድሚ ረብሓኻ ዋጋ የብለይን ንምዃኑኸ ኣነ ኢደይ ስለ ዝሃብኩስ ንዓኻ እንኣንብርን ሕድገት ትገብረልኩም መሲልኩም? ገና ክሳብ ናይ ክልቴኽም ናይ መወዳእታ መዓልቦ ዝርኢ ንኒውየር ክገድፋ ኢልካ ኣይትሕለሞ። እዚ ሚያ ዝበለቶ እቲ ሓቂ እዩ። ነቲ ንናይ ኣማ ምጽላም መደባ ምስ ፈሸላ እታ ዝያዳ ተረባሒት ዝኾነት ሰብ ኣማያ ኮላይ ድስኮቡን ብመጠኑ ተረባሕቲ ናይዚ ኮይኖም እዮም። ኮላይድስኮፕ ብፍሉይ ንኣማ ምስ ረቐሕዋ ብተኣምር እዩ ዝናኣ ብሓንሳብ ተቖሊሉ። ደገፍታ እውን ዝያዳ ዝነበርዎ ሰሲኖም። ብተመሳሳሊ ኮላይድስኮፕ ኣብዚ ኢንዳስትሪ እቶም ዝበለጹ ኢንዳስትሪ ምዃኖም ኣመስኪሮም። ኣማ ኣማሲኡ ኣብ ኣፌት ገዛኣ ምስ በጽሐት ሉክኔው ነጀው እናበለ ክንቀሳቐስ ጸንሓ። ዓቲባ ጠመተቶን ሓተተቶን። ሉክ ንምንታይ ውሽጢ እዚኣተኻ? ሚስ ሚለር መጺኺ? ኣዒንቲ ሉክ መድሕነን ከም ዝረኣያ ጉልሑምሑም በላ። ሎምዓንቲ ሚስተር ሮበርት ኣብ ሕማቕ ሙድ እዩ ዘሎ ስለምንታይ ኣተኲራ ምስ ጠመተቶ ምናልባት ምስ ነገራ ኤሪክ መሊሱ ከይሓርቕ ከም ዝሰግአ ተረድኦቶ ኣይትሰከፍ ውሕስነት ክትህቦ ወሰነት ንገረኒ ዝኾነ ይኹን ብጥንቃቐ ከመሓድሮ እየ ብምኽንያት ናይ ኮላይድስኮፕ መግለጺኡ ክገልጸላ ጀመረ። ምስ ላዕለዎት ሓለፍቲ ኮላይድስኮፕ ሓውሲ ተገራፊጡ ነይሩ። እቲ ምኽንያት ኣብቲ መግለጺ ንስምኪ ብፍሉይ ኣልዒሉ ተረባሒት ስለ ዝገበሮ ብርግጽ ንኣካየዲ ስራሕ ካብ ሓሳቡ ከባህርዎ ኣይከኣሉን ግን ዘረብኡ ኣይቀጸለን። ልቢ ኣማ ብዝምባረ ተዋሕጠት። ሉክ እንታይ ክብል ከም ዝደለየ ተረድኣ። ደሓን ንሕጂ እቲ ዘጋጠመ ኣጋጢሙ ኣሎ ከረጋግኦ እየ ኣይኮነን ኣብ ኮላይዶስኮፕ ትኣክል ኢንተርቴንመንት ኣብ ከም በዓል ግሎባል ኣብ ቅድሚ ኮላይዶስኮፕ ኮም ስቱድዮ ዝሕሰባ ኸማን ናይ ስልጣን ቅርቁስ ኣሎ ንመሪሕነት ኤሪክ ኣብ ምልክት ሕቶ ኣእትዮሞ ኣለዉ እታ ምኽንያት ኣነ እየ ድሕሪ ሉክ ምኻዱ ኣማኒ ነብሳ ኣህዲኣ ንውሽጢ ኣተወት። ኤሪክ ኣብ መስኮት ናይ ገዛ ቤት ጽሕፈቱ ብኬሪ ዋይን ሒዙ ንግዳም እናጠመተ ደው ኢሉ ጸንሓ። ቀስ ኢላ ድሕሪ ናብኡ ምቕራብ ብሕቑኡ ሓቐፈቶ። ሚስተር ሮበርት ኣዚኻ ዝሕረካ ኢኻ ትመስል። ሉክ ብዛዕባይ ዝኾነ ኢሉክ ድዩ? ገመተ። ዝኾነ ዘጋጠመ ነገር የለን። እንተጋጠመ ትርከ ምርክ እዩ፣ ዘጨንቕ ኣይኮነን። ኤሪክ ኣካልከየ ካብ ካልኦት ፈሊኻ ክትግደሰለይን ሓለፋ ክትገብረለይን ባህርያዊ እዩ። እንተኾነ መሳርሕትኻ ንርክብና ክሳብ ዘይፈለጥዎ ኣነ ንዓኻ ወላ ሓንቲ ይኮንኩን። ስለዚ ግድን እዩ ዝተፈልየ ርእይቶ ክህልዎም። እዚ ዓብይ ጉዳይ ኣይኮነን። ምሉእ ብምሉእ ናብ ኣንፈት ኣማ ተጠውዩ ነቲ ሒዝዎ ዝነበረ ዋይን ኣቐሚጡ ኣጥቢቑ ሓቖፋ። ዝኾነ ሰብ ንስልጣን ከየነቓንቖሎ ድዩ? እዚ ሓሳብ ምስ ኣውጽኣቶ ኣጥቢቓ ሓቖፈቶ። ብዙሓት ንስልጣንካ ዓይና ኣውዲቖምሉ ይጓዓዙ ከም ዘለዉ ዝኾነ ሰብ ብቐሊሉ ዝርድኦ እዩ። ማዕረ ክንድኡ ብቓልዕ ንዕብየት ስመይ ክትሕግዘና እየ ምተገባእካን ኢሪክ። ንኻልኣይ ግዜ ንኽትውዕሎ ኣየፍቅደልካን እየ። ሎሚ በቲ ዝረኸብካዮ ግብረ መልሲ ኣይተሓጎስካን። ጽባሕ እንታይ ዓይነት ብድሆ ከጋጥም እዩ ግን ንፈልጦ የብልናን። ንሜያ ንኽትቀጽዕ ነዊሕ ከም ተጸበኻ ይፈልጥ እየ። ካብቲ ናይ ናይት ብራይት ጋላ ስእልና ኣትሒዝካ ውጥንካ ብዘይ መሰናኽል እዮም ተጓዒዞምልካ። ግን ኣብቲ መግለጺኻ ንንጽህና የተረጋገጸሉ ምኽንያት ኣይነበረካን። ንኻልኣይ ግዜ ከምኡ ከይትገብር። ኣብ ጉዳይኪ ጣልቃ ከም ዝኣተኹ ዲኺ ትነግርኒ ዘለኺ? ናይ ተስፋ ቆረጽ መንፈስ እናተራእዮ ሓተታ። ብሕትኡ ንኻልኢታት ፈዘዘት። ጸኒሓ ኢዱ ኣልዒላ ኣብ ልዕሊ ልባ ኣጸግዓቶ እናተዛረበቶ ዓቲባ ጠመተቶ። ኣብዚ የቐንዞንሉ ኤሪክ ኩሉ ሰብ እቲ ተንካፊ ዘይብልካ ንጉስ ገይሩ እዩ ዝሓስቦ ኣነ ግን ዓዘቕቲ ኣንጺፎም ናብኡ ክትወድቀሎም ዝጽበዩ ብዙሓት ከም ዘለዉ ይርዳእኒ እዩ ዘጊት ማዕረት ዝገበርካዮ ኣቓልቦ ኣብ ዝግበረለይ ደረጃ የብጻሕኹን ኣለኹ እዚ ከምዚ ዓይነት ሓገዝ ኣብቲ ንዕኡ ዝኸውን ደረጃ ምስ በጻሕኩ ክትገብረለይ ጥራሕ እየ ዝደሊ። ህይወት ናይዚ ኢንዳስትሪ ደልሃመት እዩ። ዘይግባኣኒ ሓገዝ እናገበርካለይ ከም ዘይረኣኹ ከጽቅጥ ኣይደልን። ኣብዚ ዘለኹዎ ከለኹ ሰባት ምስ ዘጥቅዑኻ ሓንቲ ክሕግዘካ ኣይክእልን እየ። ስለዚ ውሕጅ ከይመጸ መገዲ ውሕጅ ክጸርግ ዶ ኣይምተገባኣንን? ብውሕዱ ብኸምዚ ኣገባብ ነዛ ደጊፍካያ ዘለኻ ለብኻ ክከላኸለላ ግቡእ ኢድ ኣይኮነን እዩ ኢዱ ንልባዩ ደጊፉ ነይሩ ኤሪክ ንኣጻብዓ ዝኾነ ካልኢታት ብዘረባ ኣፈዘዘ ምስ ተበራበረ ሓንቲ ኢዱ ብመዓንጣኣ ኣሕሊፉ በታ ካልኣይቲ ኢዱ ንገጻ ደጊፉ ብውዕውዕ ስምዒት ንኸናፈራ መጥምጦም ኣብ ልዕሊ ኣማ ዘለዎ ሓይሊ ፍቕሪ ኣብ መዓልታት ዘይኮነ ኣብ ነፍሲ ወከፍ ደቃይቕ መመሊሱ እንዳደልደለ ካብ ቁጽጽሩ ወጻኢ ይኾኑ ኣሎ። ፍቕሮም ብመንፈሳዊ መለኮት ጠቕሊሉ ከም ዘይፍታሕ ኮይኑ ዝተጠናነገ ኮይኑ ተሰምዖ። ስዕሞቱ ከቋርጾ ኣይከኣለን። መመሊሱ ኣጥቢቑ ሓቆፋን ናብ ኣካሉ ኣጥበቓን። ከናፍሮም ቀይሑን ተርኮሱን። ድሕሪ ስዕመቱ ምቁራጽ ናብቲ ህዱእ ባህርያቱ ተመልሰ። ነቶም ኣረጊት ናይ ሕቆ ቦርሳይ ኮይኖም ዝተሰምዑኒ ነዞም ናይ ልብኺ ጥዑማት ቃላትኪ ንኽሰምዖም ዕድል ስለ ዝፈጠሩለይ ንኸመስግኖም ስምዒተይ ይጎጣጉጠኒ ኣሎ ግን ኣማ ንሰብኣይኪ ኣትሒትኪ ኢኺ ጠሚትኪዮ ዘለኺ ኣብዚ ኢንዳስትሪ ድልየተይ ንኸይገብር ክገትኣኒ ዝኽእል ኣካል የለን ሓደ ንወንበር ንጉስ ካዕሉ ዝፈተነ ብቐሊሉ ዝዕወድ እዩ ዝመስለኪ ድንግርግር እናበላ ጠመተቶ ንምንታይ ዳሞ ስምባዴኻ ዘይወፀልካ ክምስ እናበለ ኮነ ኢሉ ሉክ ተፃዊትልኪ ኣማ ብኣግሩ መደረቐትን ቀፂላ ተዛረበትን ዕላምኡ ብዘይገድስ ቅድሚ ዝኣከረ ስለ ዘጉራሓኒ ግን ተሓጒሰ እንተዘይኮይኑ ንክጓንፉኻ ዝኽእሉ ብድሆታት ኣይመቕለብኩሎምን ነይረ። ኤሪክ ፍሽኽ ኢሉ ቀላጽሙ ብሕቖኣን ኣስላፋን ኣሕሊፉ ተሰኪምዋ ናብ ቦታ ሻወር ኣተወ። ናብ እዝና ተጸጊዑ ሕሹኽ በላ። ንፍቕፍቕ ኣቢለኪ ኣለኹ። ወላ እኮ ሕፍረት ይሰምዓያ መላጉምካ ምቹእ ካብ ምፍታሕ ግን ኣይተቖጠበትን። ንህርፋኑ ከተዕግብ ተበግሶ ወሲዳ ምስ ረኣያ እቶም ኣቐዲሞም ዝበለቶም ቃላት ቅጅል በልዎ። ንልቡ ክትከላኸለሉ እያ ደልያ። ብመንከሳ ኣቕኒዑ ኣጥቢቑ ሰዓማ። ንልበይ ጥራሕ ዘይኮነ ኩለይ ንኣካለይ ክትከላኸልለይ ኣለኪ። ጻዕዳ ካምችኡን ጎናኣን ኣብ መሬት ተደርብዮም ተራእዩ። ኣይጸነሐን ካልኦት ክዳውንቶም ናብቲ መሬት ሰዓብዎም። ኣብ ማሞ ዴልያ ስለዚ ዝኾነት ነፍሲ ወከፍ ክፋል ኣካላታ ንሞያኣ ኣገዳሲት እያ። ኤሪክ ነዚ ተረዲኡ ብስነ ስርዓት ጎነጽ ከይሓወሰ ስምዒቱ ከርዊ ጀመረ። ሓይሉ ኣክንዲ ምስ ስምዒቱ ኣንጻር ስምዒቱ ይቃለስ ከም ዘሎ ካብ ምንቅስቓሱ ቆባበለቶ። ኣእዳዋ ብኽሳዱ ኣሕሊፋ ኣነ ብጣሳ ዝተሰራሕኹ ሰብ ኣይኮንኩን ሓይልኻ እንተ ተጠቂምካሉ ከም ጣሳ ሸዋሕ የብልኒ ሰበይተይ ብዛዕባይ ጥራሕ ክሓስብ ከም ዘለኒያ ተዘኻኽረኒ ዘላ ድሕሪ ንስምዒታቶም ምዕጋሶም ዓማ ብድኻም ዝኣክል ኣዒንታ ዓመተቶም ኤሪክ ነቲ ዝደቀሰ ኣካላት ኣማ ጠመቶን ከምስ እናበለ ደኒኑ ሰዓሞን ምእንታኺ ዝኸፈልኩ እንተኸፈልኩ ዋጋኺ እዩ ብዘየገድስ ድልየታትኪ ኩሉ ግዜ ክሳብ መጨረሻ ምሳኺ እየ ትስማዓዮ ኣይትስማዓዮ ቃል ኣተወላ ደቂ ደቪስ ድሕሪ ሓድሕዶም ምቁያቆም ሚያ ናብ መደቀስያ ኣትያ ተሰወረት። ናታን ተጸዊጉ ኣብ ሳሎን ኮፍ በለ። በቲ ኻልእ ኣምበር ድምብርጽ ኣይበላን። ከም ቀደማ ንናታን ከተዝሕሎ ኣይፈተነትን። ኣክንድኡ ብዛዕባ ጉዳያ እናሓሰበት ዝተፈላለዩ ዜናታት ተንብብ ነበረት። ናታን ኣተኪሩ ጠመታ። ኣምበር ሎም ቅነ ትቕየርኒ ደለኻ ሓቀይ ናታን እዚ ጥንሲ ኣኺሉ ተሪፉኒ ኣሎ ህፃን ኣብ ከብደይ ጼራ ኣብ ጉዳይካን ጉዳይ ሓፍትኻን ጣልቃ ዘይኣተኹ ደሊኻኒ ብናይ ደስ ኣይበሎ ኣጠማምታ እናጠመተት መለሰትሉ ግን ብሚያ ኢድካ ምሃብካ እቲ ክኸውን ዘለዎ ውሳነ እዩ ዕድመ ንኣማ እንተዘይወሲንካ ንግሎባል ምንቅጥቃጥ ምድሪ ኣጋጢምዋ ዘሎ ሚያ ብግሎባል ኣብ ብላክሊስት ካብ ኣተወት ከም ኣካየዲ ስራሕ ከተባርራ ጥራሕ እዩ ዘለካ ርክብ ካብ ዘይንፍጽም ክንደይ ጌርና ኣለና ሃንደበት ድቦላ ዝኾነ ሕቶ ሓተታ ኣብዚ ቀረባ ግዜ ዝተቐየረቱ ኮይኑ ተሰምዖ ቅድሚ ሕጂ ኮሾምሸም እናበለት እያ ባዕላ ኣብ ሰሚዒት ተእትዎ ነይራ ሕጂ ግን ንህላውነቱ እኳ ዘይትፈልጦ እያ መሲላ ናታን እዚ ቆልዓ እና ጎቦ ዘይዝኸድ ዘሎ ብሰንኩ ይሓምም ኣለኹ ሕጂ እውን ተመሳሳሊ መለሰት ዝዓኩኽ ዘሎ ፍረ ብርኩ ምስ ዘከረ ክንኡ ብዛዕባኡ ምዝራብ ኣቋረጾ ከም ኣማራጺ ብዙሕ ሕልማይ ክሕጸብ ናብ ሻወር ከደ ሓደ ሰብኣይ ድሌታቱ ክረክብ ንቡር እዩ ብውሽጡ ኣስተማሰለ እቲ ዘይንቡር ኣምበር ከምቲ ዘርኣየቶ ዓይነት ግብረ መልሲ ከተርኢ ከላ እዩ። ድሕሪ ብራይት ናይት ጋላ ዝናኣማ መሊሱ ኣጉላዕለዐ። ትካላ ግን ብዝተኻእሎም ንኸይትረኣ ክዕፍንዋ ይጽዕሩ ነበሩ። ዓቕሊ ላዕለዎት ሓለፍቲ ግሎባል በቲ ዝርእይዎ ዝነበሩ ውጽኢት ተጸንቀቐ። ናታን ብዓይኖም ዓብዪ ፍሽለት እዩ ፈሺሉ። ንኣማ ከም መደቡ ብሓይሉ ኣብ ትሕቲ ቁጽጽሩ ኣየእተዋ ወይ ኣእሚኑ ንዕቤት ግሎባል ኣይተጠቀመላ ባዶ ኮይንዎም። ብዓይኖም እቶም ኣብቲ ጎደና ጓርድያ ናይ ትካሎም ኮይኖም ዝሕልዉ ዘለዉ ይበልጽዎም ምኽንያቱ ብሰንኩያ ግሎባል ከም ሓንቲ ዘይጠቅም ኣቕሓ ትጥመት ዘላ ብዙሓት ብግሎባል ተስፋ ዝቖረጹ ኣውፈርቲ ወፍሮም ንኽስሕቡ ተዳናደኑ ኣብ ኣኼባ ንናታን ከይተሰከፉ ኣዋረድዎ ናታን ናብ ቤት ጽሕፈቱ ምስ ተመልሰ ንዝረኸቦም ክስበሩ ዝኽእሉ ብኬርታትን ካልኦትን ሰባበሮም ኵሎም ኣዕጽምቲ ኣካሉ ብጽልኣኣማ ዝጓሃሩ ዀይኖም ተሰምዕዎ። ድሕሪ ቁሩብ ሓንቲ ካብተን ሚያዝ ዝረኸበተን ናይ መጻኢት ሞዴል ውዕላ ንኸተጻፍፍ ናብ ቤት ጽሕፈት ናታን ኣተወት። ናታን ኤርየል ከም ዝመጸት ምስ ፈለጠ ኣብቲ ኣብ ቅድሚኡ ዝነበረ ኩርሲ ኮፍ ንኽትብል ዓደማ። ኣብ መድረኽ ፋሽን ሾው ፈቲን ክትፈልጥ ዶ? እወ ፈቲነ ነይረ።
ብትሕትና መለሰትሉ። ተዓዋቲት ናይቲ ሓደሽቲ ሞዴላት ዝእለሻሉ ውድድር እየ።
ኦው ብጣዕሚ ጽቡቕ። ብውሽጢ ተዛረባ። ሚያ ኣብዚ ናይ ሓደሽቲ ሞዴል ዝእለሻሉ ውድድር እንድያ ረኺባታ። ስለዝስ ዝኾነ ስልጠና ኣየድልየክን እዩ። ናታን ተዛረበ። ንእለቱ ሓደ ሓሳብ ቅጅል በሎ። ኣብዚ ግዜ እቶም ዝበዝሑ ዓማዊል ናይ ግሎባል ኮይኖም ዘለዉ ምስ ኣማ ንክሰርሑዮም ዝጠልቡ ዘለዉ። ኣማ ብዛዕባ እዚ ጠለባት ዝኾነ ኣፍልጦ የብላን። ሓንቲ ካብቲ ጠለባት ንኤርየል ክመርጸላ ወሰነ። ምናልባት እቶም ዓማዊል ምስ ኤርየል ክሰርሑ ድላይ ምስ ዘይህልዎም ዘዋጥጥ የብሉን። ንሱ እውን ንጠለቦም ክነጽጎ እዩ። ደጊሙ ንኣማ ስራሕ ኣይከዳልወላን እዩ። ቀልጢፈ ማናጀር ክገብረልኪ እየ። እታ ማናጀር ጽቡቕ ትሕግዘኪ እያ። የቐንየለይ ሚስተር ደቪዝ።
ጓል ዓሰርተ ሽዱሽተ ዓመት ብምዃና ከም ኣማ ብስልቲ ንኽትከውን ዘሎ ተኽእሎ ኣዝዩ ጸቢብ እዩ። ብጽባሕ ዘይሓስብ ቆልዓዊ ፍሽኽታ ተሰንያ ኣመስገነቶ። ፍሽኽታ ኤርየል ዝረኣየ ናታን ንድሕሪት ብዝኽሪ ተመልሰ። ኣማ እውን ጓል ዓሰርተ ሽዱሽተ ዓመት ከላ ምስኣ ንኽትሰርሕ እታ ዝቐለለት ሰብ እያ ነይራ። ሕጂ ግን ወላ ብዛዕባኣ ክሓስብ ከሎ'ዩ ንኽቐትላ ዘይጸልእ። ቀው ኢሉ ንኤርየል ምስ ረኣያ ዝተሓዋወሰ ስምዒት ተሰምዖ። ልክዕ ንኣሞያ ትመስል። ካብ ምምሳለን ዝተላዕለ ሕርቃን ተሰምዖ። እንተኾነ ንዕላምኡ ቀዳምነት ሂቡ ንኤርየል ህብብቲ ክገብራ ኣለዎ። ምስ ኣማ ጽቡቅ ጊሩ ከቀራርባ እዩ መታን ብቐሊሉ ዓማዊልን ብቕዓትን ኣማ ክትወርሶ። ንሕጂ ኣብዚ ወዲና ኣለና ክትከዲ ትኽእሊ ኢኺ። ኣምበር ንምልልስ ኤርየልን ናታንን ኣብ ድሕሪ ማዕጾ ኮይና ክትጸናጸኖም ጸኒሓ ክሳብ ኤሬል ወጽያ ቁሩብ ትርሕቐላ ተጸቢያ ሃንደበት ንማዕጾ ቤት ጽሕፈት ናታን ፈጋ ኣቢላ ከፊታ ቆይቁ ጀመረት። ናታን ክሳብ ሕጂ ነዛ ሰብ ስራሕ ሞዴል ናይ ኣማዓሞይል ክትባ ትሓስብ ኣለኻ? ናታን ተረጋጊኡ መለሰላ። ጽቡቕ ኣለኺ እንተ ሰሊጥና ኩሎም ዓማዊል ኣብ ማኸባየ ወላ እኳ እሞ ዓበይቲ ዓወታት ኣይትሸለም ዘጊት ግን በዛ ሃቢባቶ ዘላ ከም ቀዳመይቲ ደረጃ ሞዴል እያ ትሕሰብ ንምንታይ ነዚኣ ትኣክል ዝመፅእ ጠለባት ንኤሪል ትህባ እሞ ኸ ቅድሚ ሕጂ ዘበርከውትቶ ዘይብላ ጀማሪት ንምንታይ ንዓይዚ ትህበኒ ኣንበር ብቑጥዐ ተናወፀት ኣብ ዝሓፀረ መዓልታት ዓብዪ ስልማት ከም ዝቕበል ኣይትፈልጥን ዲኻ ንስድራሕ ከይከውን ኩላይ ቆልዓኻ እየ ፅረ ዘለኹ ምክንያታትካ ብዘየገድስ ኣብ ዝኾነ ኣነ ቀዳምነትካ ክኸውን ዘለኒ በቃ ያኽለኪ ካብ ኮፍ ኢልዎ ዝነበረ ተሰ ወነንቲ ብርኪ ግሎባል በቲ ኣብ ልዕሌኺ ዝገበርኩዎ ሓለፋ ተስፋ ኣቑሪፀ እዮም ብሕርቃን ዝኣክል ሓውሲ ብኣፍንጫኣ ድምፂ ኣውፅአት ናታን ናይ ብሓቂ ኢኻ ኣምሰሉ ካባይ ትንእስ ምስ ረኣኻ ድሮ ንኻልኣይቲ ሰበይትኻ ክትገድፋ ዊን ዊን ይብለካ ኣሎ ድዩ ሓቂ ሓፍትኻ መእመኒ ዝበሃል የብልካን ኩሉ ግዜ ብዛዕባ ውልቅኻን መኽሰባትካን ጥራሕ ኢኻ ትሓስብ ትደልዮ ንክትረክብ ንዝኾነ ዝኾነ ንክትገብሮ ጸገም ዝበሃል የብልካን። ናታን ናይ ላግፂ ክምስታ ክምስ እናበለ መለሰላ። ንስኺ ንዓይ ከምኡ ክትብልኒ ወላ ሓንቲ መልክዕ እዩ ዘይብሉ ንኣማ ንዓኺ ክብለ ከሲረ እያ ስለዚ እቶም ናይ ኣማ ዓማዊል ንዓዩ ክትህበኒ ዘለካ ዘረባ ከይወሰኻ በዳሂ ዝበለቶ ዘረባ ተዛረበት። ቆርበት ግንባሩ ክሳብ ንኽሕረስ ዝተተለመ ዝመስል ከበሶ ፈጺማ መን ምዃና ዘይትፈልጥ ኮይኑ ተሰምዖ። ሰሓቅ ክሞልቆ እናደለየ መዓስ ኢኺ ተሐጎሲ ካብ ስራሕ ግሎባል ምስ ተሰጎግኩ ሓተታ ኣንበርሃ ኣንደበት ብዘረብኡ ፈዘዘት። ሕጹያት ዓው ኢሎም ሓድሕዶም እናተቋየቑ ነቲ ኣብ ማዕጾኦም ተጸጊዓ ትጸናጸኖም ዝነበረት ነዋሕ ጎርዞ ኣየስተውዓሉላን። ደጊሙ እቲ ቆልዓዊ ፍሽኽታኣ ካብ ሓደ ናብቲ ሓደ ጫፍ እዝና ተመጠ። ኣይጸንሐትን፣ ምስ ፍሽኽታኣ ናብ ታሕቲ ናብ ቤት ጽሕፈት ኣማ ኸይዳ ማዕጾ ኳሕኩሖት።
ክቡራት ተኸታተልቲ መደብና ሳብስክራይብ፣ ላይክ፣ ሼር፣ ኮመንት ብምግባር ከተተባብዑና ከዘክረኩም እፈቱ።
ክቡራት ተኸታተልቲ ስለ ምክትታልኩም ኣዝየ እንዳመስገንኩ ኣብ ዝቕፅል ክፋል የራኽበና። ሰላም ወሰናይ